ኤሪ ፋይፍ ናይንቲ ዋን ንኤርትራ ከባብን ዓለምን ኣብ ዘገድሱ ዜናን ካልእ ኣገደስቲ ፍጻሜታትን ከምኡውን ባህላውን ማሕበራውን መደባት ዘቕርብ ዩቱብ ቻነል እዩ። ኤሪ ፋይፍ ናይንቲ ዋን ሰላም ክቡራት ተኸታተልቲ ኤሪ 591 ቀጺሉ ንሎሚ ዝተዳለወ ዜና ክቐርብ እዩ። ምክትታልኩም ብኽብሪ ንዕድም። ኣብ ዞባ ዓንሰባ ብልዕሊ ሰማንያን ሸሞንተን ሚልዮን ናቕፋ ዓበይቲ ፕሮጀክትታት ከምተተግበረ ተገሊፁ። ምምሕዳር ዞባ ዓንሰባ ካብ ዓሰርተ ሽዱሽተ ክሳብ ዓሰርተ ትሽዓተ ታሕሳስ ኣብ ዘካየዶ ገምጋማዊ ኣኼባ ኣብ ክልተ ሽሕን ዕስራን ሓሙሽተን ኣብ ዝተፈላለዩ ልምዓታዊ መደባት ልዕሊ ሰማንያን ሸሞንተን ሚልዮን ናቕፋ ወፃኢታት ብምግባር ዓበይቲ ፕሮጀክትታት ከምተግበረ ተፈሊጡ። ኣብቲ ኣብ ኩሉ ምምሕዳራትን ንኡሳን ምምሕዳራትን ካልኦት ኣካላት መንግስትን ማሕበራትን ዝተተግበሩ ስራሕት ዝተገምገመሉ ኣኼባ ኣብ ትካላት ትምህርቲ፣ ምስራሕን ምፅጋንን ፅርግያታትን ዲጋታትን፣ ትካላት ጥዕና፣ ሕርሻን ዝተተግበሩ ፕሮጀክትታት ክግምገሙ ከለዉ ዝተገብረሎም ወፃኢታት ብመንፅር ኣድማዕነቶም እናተርኣየ ከምእተዘተየሎም ተሓቢሩ። ኣብ መዳይ ሕርሻ ልዕሊ ሓምሳን ሸሞንትን ሽሕ ሄክታር ኣእካል ጥረታትን ቅባታትን ከምእተዘርአን ኣስታት ኣርባዕተ ሚእትን ሰብዓን ሸውዓተን ሽሕ ኩንታል እቶት ከምእተረኽበን ክግለፅ እንከሎ፣ እንተኾነ ግን እቲ ናይዚ ዓመት'ዚ እቶት ካብ ዝሓለፈ ዓመት ብኣስታት ዓሰርተ ሸሞንተ ሚኢታዊት ከምዝትሕት ተገሊፁ። ኣብ መዳይ ትምህርቲ፣ መደባት ቅድመ ትምህርቲ ንምስፋሕ ኣብ ዝተኻየደ ጻዕሪ፣ ን ዓሰርተ ክልተ ሽሕ ተማሃሮ ኣገልግሎት ዝህባ ክልተ ሚእትን ሰብዓን ሓደን ኣብያተ ትምህርቲ ከም እተዳለዋን ልዕሊ ትሽዓተ ሚእቲ ብሙያ ምምህርና ዝሰልጠና መማህራን ኣብ ስራሕ ከም እተዋፈራን ኣብቲ ዓመታዊ ገምጋም ዞባ ዓንሰባ ተገሊጹ። ኣብ መወዳእታ፣ ኣመሓዳሪ ዞባ ዓንሰባ ኣምባሳደር ዓብደላ ሙሳ፣ ምዕቃብ ማይን ሓመድን ብዝለዓለ ክስረሓሉ፣ ካብ ያታዊ ሕርሻ ናብ ዘመናዊ ሕርሻ ናይ ምቕያር መስርሕ ክድፋኣሉ፣ ኩነታት ቀረብ ማይን ውሕስነትን ክረጋገጽ፣ ግብሪ መንግስቲ ብግቡእ ክእከብ፣ መደብ ቅድመ ትምህርቲ ብግቡእ ክስረሓሉን ኩለን ኣካላት መንግስትን ማሕበራትን ብውሕደት ክሰርሓ ከምዘዘኻኸረ ካብ ኤርትራ ዝተዘርግሐ ዜና ይሕብር። ሓደ ኤርትራዊ ኣብ ቤት ማእሰርቲ ኣመሪካ ሞይቱ። እዚ ኤርትራዊ ስደተኛ ፉኣድ ስዒድ ዓብደልቃድር ዝተባህለ ኮይኑ ወዲ ኣርባዓን ሽዱሽተን ዓመት ነይሩ። ፉኣድ ኣብ ሞሸናን ቫለይ ፊሊስበርግ፣ ፔንሲልቨንያ ኣብ ዝርከብ ቤት ማእሰርቲ ኣብ ዝነበረሉ ግዜ'ዩ ብዓሰርተ ኣርባዕተ ታሕሳስ ክልተ ሽሕን ዕስራን ሓሙሽተን ከም ዝዓርፈ ዝግለጽ ዘሎ። ጠንቂ ሞት ፉኣድ ብንጹር እኳ እንተዘይተፈልጠ፣ መርመራ ሬሳ ይካየድ ከም ዘሎን ኣብ መስርሕ ምጽራይ ከም ዘሎን ይንገር። ኣብ ቤት ማእሰርቲ ኣብ ዝጸንሓሉ ግዜ ናይ ኣፍ ልቢ ቃንዛ ይስምዖ ከም ዝነበረን ኣብ ውሽጢ እቲ ቤት ማእሰርቲ ሓገዛት ሕክምና ይግበርሉ ከም ዝነበረን እውን ኣብ ማሕበራዊ መራኸብን ክፍሊ ኢሜግረሽንን ጉምሩክን ዝተዘርግሐ ዜና ይገልጽ። ፉኣድ ስዒድ ዓብደልቃድር፣ ኣብ ሪያድ ስዑዲ ዓረብ ብ ዓሰርተ ሓሙሽተ መጋቢት ሽሕን ትሽዓተን ሚእትን ሰብዓን ትሽዓተን ዝተወልደ ኤርትራዊ ዜጋ እዩ። ናብ ኣሜሪካ ድሕሪ ምእታዉ ድማ ኣብ ሚያዝያ ሰላሳ ክልተ ሽሕን ዓሰርተ ሸሞንተን ግቡእ መስርሕ ብምሕላፍ ናይ ኣሜሪካ ግሪን ካርድ ማለት ቀዋሚ መንበሪ ናይ ኣመሪካ ረኺቡ። ድሕሪኡ ግን ናይ ኣመሪካ ዜግነት ንምርካብ ሕቶ ከምዘይኣቕረበ ኣብ ማሕበራዊ መራኸቢ ናይ ኢሚግሬሽንን ጉምሩክን ብዛዕባኡ ዝወጸ ሓበሬታ የረድእ። ፉኣድ ብሰለስተ ሚያዝያ ክልተ ሽሕን ዕስራን ኣርባዕተን ብዝተፈላለየ ጉዳያት ተኸሲሱ ኣብ ቤት ፍርዲ ምምሕዳር ሰሜናዊ ኦሃዮ ከምዝቐረበን ንዕስራን ሓደን ኣዋርሕ ክእሰር ከምዝተፈርዶን ዝገልጽ ክፍሊ ኢመግሬሽንን ጉምሩክን ካብ ቤት ማእሰርቲ ብሓምለ ዕስራን ሰለስተን ክልተ ሽሕን ዕስራን ኣርባዕተን ናብ ኣባላት ኢመግሬሽንን ጉምሩክን ከምዝተሰጋገረን ንክስጎግ ብዝቐረበሉ ክሲ ናብቲ ዝዓረፈሉ ቤት ማእሰርቲ ከምዝተወስደን ይሕበር። ፉኣድ ኣብ ትሕቲ ቀይዲ ICE ማለት ክፍሊ ኢመግሬሽንን ጉምሩክን ንክልተ ሚእትን ዓሰርተ ሓሙሽተን መዓልታት ድሕሪ ምጽንሑ ፍርዲ እናተጸበየ እንከሎ እዩ ብሞት ተፈልዩ። ንኣስታት ሰላሳ ዓመታት ብዘይምቁራጽ በብዓመቱ ዝካየድ ዝነበረ ዲቪ ሎተሪ ኣመሪካ ከም ተቋረጸ ወግዓዊ ኮይኑ። ፕሬዚደንት ዶናልድ ትራፕ ንዲቪ ሎቶሪ ከምዘይድግፎ ኣብ ዝተፈላለየ መግለፅታት ክሕብር ድሕሪ ምፅናሕ ብ ዓሰርተ ሽዱሽተ ታሕሳስ ክልተ ሽሕን ዕስራን ሓሙሽተን ኣብ ብራውን ዩኒቨርሲቲ ኣብ ዝተፈፀመ መጥቃዕቲ ክልተ ተምሃሮ ክቐተሉ እንከለዉ ትሽዓተ ካልኦት ድማ ድሕሪ ምቑሳሎም ዲቪ ሎቶሪ ደው ክብል ኣዚዙ። ከም ኣገላልፃ ሓለፍቲ ኢሚግሬሽን ኣመሪካ እቲ ነቲ መጥቃዕቲ ከምዝፈፀመ ዝተጠርጠረን ብሓሙስ መይቱ ዝተረኽበን ውልቀሰብ ፖርቱጋላዊ ዜግነት ዘለዎ ወዲ በዓል ሸሞንተ ዓመት ኔቨስ ቫለንተን ዝተብሃለ ኮይኑ ኣብ ክልተ ሽሕን ዓሰርተ ሸውዓተን ዲቪ ሎተሪ ከም ተዓወተን ናይ ኣመሪካ መንበሪ ፍቓድ ከም ዝረኸበን ይሕብሩ። ጸሓፊት ክፍሊ ውሽጣዊ ጉዳያት ኣመሪካ ክሪስቲና ናኦም እዚ ርጉም ውልቀሰብ ናብ ሃገርና ክኣቱ ኣይነበሮን ክትብል ተሪር መግለጺ ሂባ። ቀጺላውን ድሕሪ ሕጂ ኣመሪካውያን በዚ ዘስካሕክሕ መደብ ከም ዘይጉድኡ ድሕሪ ምሕባር ዲቪ ሎተሪ ብትእዛዝ ፕሬዚደንት ዶናልድ ትራምፕ ደው ከም ዝበለ ወግዓዊ ገይራ። ጠንቂ ምቁራጽ ዲቪ ሎተሪ እዚ ይኹን እምበር ብቕትለት ዝተኸሰ፣ ኒቪስ ቫለንተ፣ ዲቪ ሎተሪ ኣብ ክልተ ሽሕን ዓሰርተ ሸውዓተን ክበጽሖ እንከሎ ንሱ ግን ብክልተ ሽሕ ዓመተ ምህረት ብናይ ተምሃራይ ቪዛ ኣብ ብራውን ዩኒቨርሲቲ ትምህርቲ ከምዝጀመረን ሰነዳት ይሕብር። ኣብ ክልተ ሽሕን ሓደን ትምህርቲ ከቋርጽ እንከሎ ኣብ ክልተ ሽሕን ዓሰርተ ሸውዓተን ድማ ብናይ ዲቪ ፕሮግራም መንበሪ ፍቓድ ኣመሪካ፣ ግሪን ካርድ፣ ከምዝሓዘ ሰነዳት የረጋግጹ። ዲቪሎቶሪ ኣመሪካ፣ ዓመታዊ ናብ ኣመሪካ ንምእታው ዝወሃብ ዕጫ ኮይኑ፣ ካብተን ዝተፈቕደለን ሃገራት ብድምር ሓምሳ ሽሕ ቪዛ ንዕዉታት ይወሃብ። ዕዉታት ናብ ኣመሪካ ድሕሪ ምእታዎም ድማ ሽዑ ንሽዑ ናይ ኣመሪካ መንበሪ ፍቓድ ማለት ግሪን ካርድ ክወሃቦም ከሎ፣ ድሕሪ ሓሙሽተ ዓመት ድማ ናይ ኣመሪካ ዜግነት ንምርካብ ከመልክቱ ድሕሪ ባይትኦም ተራእዩ ዜጋታት ንክኾኑን ዕድል ዝህብ መስርሕ ኢሚግሬሽን ናይ ኣመሪካ ነይሩ። መንግስቲ ኣመሪካ፣ ደድሕሪ ዝተፈጸመ መጥቃዕትታት ክፍሊ ኢሚግሬሽን ሕግታት ከትርርን ሓደስቲ ውሳነታት ከመሓላልፍን ልሙድ ኮይኑ ኣሎ። ዋንጫ ኩዕሶ እግሪ ሃገራት ኣፍሪቃ ክልተ ሽሕን ዕስራን ሓሙሽተን ሰንበት ዕስራን ሓደን ታሕሳስ ክጅምር እዩ። እዚ ኣብ ሞሮኮ ዝካየድ ዋንጫ ሃገራት ኣፍሪቃ ዕስራን ኣርባዕተን ሃገራውያን ጋንታታት ዝሳተፋሉ ክኸውን እዩ። ዋንጫ ሃገራት ኣፍሪቃ ክልተ ሽሕን ዕስራን ሓሙሽተን ንመበል ሰላሳን ሓሙሽተን ግዜኡ ክኸውን እንከሎ፣ ኣኣንጋዲት ሃገር ሞሮኮ ንኻልኣይ ግዜኣ ክተእንግድ ዕድል ዝረኸበትሉ ዓመት እዩ። ሞሮኮ ኣብ ሽሕን ትሽዓተ ሚእትን ሰማንያን ሸሞንተን ዋንጫ ሃገራት ኣፍሪቃ ዘእንገደት ሃገር ክትከውን እንከላ፣ ሎሚ ዓመት ድማ ድሕሪ ሰላሳን ሸውዓተን ዓመታት ንኻልኣይ ግዜኣ ክተእንግድ ዕድል ረኺባ ኣላ። ኣብ ሞሮኮ ኣብ ሽዱሽተ ከተማታትን ትሽዓተ ስታድዮማትን ዝካየድ ዋንጫ ሃገራት ኣፍሪቃ ክልተ ሽሕን ዕስራን ሓሙሽተን ኣዝዩ ሰሓቢ ክኸውን ከም ዝኽእል ተንተንቲ ስፖርት ግምታቶም ይህቡ ኣለዉ። እዚ ውድድር ኣብ ዝሓለፈ ወርሒ ሰነን ሓምለን ክካየድ ተመዲቡ እኳ እንተነበረ፣ ውድድር ዋንጫ ክለባት ዓለም ኣብ ተመሳሳሊ ግዜ ብምስርዑ ግን ንድሕሪት ክሰሓብ ከም ተገብረ ኣብ እዋኑ ተሓቢሩ'ዩ። ዝለዓለ ናይ ምዕዋት ግምት ተዋሂቡወን ዘሎ ጋንታታት ኣኣንጋዲት ሞሮኮ ዓሰርተ ትሽዓተ ነጥቢ ሓደ ሚኢታዊት፣ ግብጺ ዓሰርተ ክልተ ነጥቢ ኣርባዕተ ሚኢታዊት፣ ሰነጋል ንግብጺ ስዒባ ብሳልሳይ ደረጃ ክትስራዕ እንከላ ኣልጀርያ ራብዓይ ደረጃ ክትሕዝ ከላ ኣይቮሪኮስት፣ ቱኒዝያ፣ ማሊ፣ ካሜሮን፣ ደቡብ ኣፍሪቃን ዲሞክራስያዊት ሪፓብሊክ ኮንጎን ብቕደም ተኸተል ግምት ተዋሂቡወን ዘሎ ጋንታታት እየን። በዚ ድማ እታ ኣብ ክልተ ሽሕን ዕስራን ክልተን ኣብ ዋንጫ ዓለም ኣብ ፍርቂ ፍጻመ ዝበጽሐት ፋልመይቲ ኣፍሪቃዊት ሃገር ብምዃን ኣፍሪቃውያን ዘኹርዐት ሞሮኮ ነቲ ባዕላ ትእንግዶ ዶላ ዋንጫ ሃገራት ኣፍሪቃ ክልተ ሽሕን ዕስራን ሓሙሽተን ነታ ዋንጫ ኣብ ሃገራ ክተትርፋ ዝብል ግምት በዚሑ ኣሎ። በዚ ድማ ነቲ ናይ ሽሕን ትሽዓተ ሚእትን ሰብዓን ሽዱሽተን ንፈለማ ግዜኣ ዘልዓለታ ዋንጫ ሃገራት ኣፍሪቃ ተዘኻኽረሉ መድረኽ ክኸውን ብዙሓት ኣፍቀርቲ ስፖርትን ተንተንቲ ስፖርትን ግምታቶም ዝህብሉ ዘለዉ እዩ። ንዋንጫ ኣፍሪቃ ክልተ ሽሕን ዕስራን ሓሙሽተን፣ ሞሮኮ ዶብ ሃገራት ተትርፋ ትኸውን? ግብጻዊ መሓመድ ሳልሕ ፍሉይ ዓወት ንግብጺ ይሕቑፋዶ ይኸውን? ናይጀርያ ካብ ናይ ዓለም ዋንጫ ድሕሪ ምትራፋ፣ ሕነ ሕነ ዋንጫ ዓለም ንዋንጫ ኣፍሪቃ ተልዕላዶ ትኸውን? ኣልጀርያዶ ሰኔጋል ወይስ ኣይቮሪኮስ ዝብል ግምታት ኣብ መራኽቢ ብዙሃን ኣፍሪቃን ዓለምን ብተንተንቲ ስፖርት ትንታነታት ዝወሃቦ ዘሎ'ዩ። ጸወታ ሰንበት ዕስራን ሓደን ታሕሳስ መጋረጅኡ ክኸፍት'ዩ። መልሲ ናይ ኩሉ ድማ ኣብ ሰንበት ዓሰርተ ሸሞንተ ጥሪ ዋንጫ እታ ልዕል ሃገር ክትፍለ'ያ። ኣብ መወዳእታ፣ ወዲ ተስዓን ሓሙሽተን ዓመት ራይመንድ ሃገር ብዕድመ ዝደፍእ መራሒ ኣውቶቡስ ተባሂሉ ኣፍልጦ ብምርካብ ኣብ ጊነስ ቡክ ኦፍ ሪከርድ ሰፊሩ። እዚ ኣብ ዊቺታ ፋልስ፣ ቴክሳስ ዝነብር ሰብኣይ ኣብ ናይ ህዝባዊ መጓዓዝያ ናይ ከተማ ኣውቶቡስ እዩ ዝዝውር። ሃገር ቅድሚ ሰላሳን ሓሙሽተን ዓመታት ኣብ መበል ስሳ ዕድሚኡ በዓልቲ ቤቱ ኣውቶቡስ ምዝዋር ክትፈትዎ ኢኻ፣ ሰባት እውን ክትላለይ ኢኻ ዝብል ምኽሪ ምስ ሃበቶ እዩ ምምራሕ ኣውቶቡስ ከም ዝጀመረ ዝነገር። ንሱ ኣብ ቴስዓን ሓሙሽተን ዕድሚኡ ስራሕ ደው ከብል ሓሲቡ እኳ እንተነበረ፣ ሓላፊኡ ግን ንምንታይ ዘይትጸንሕ ምስ በለቶ ክቐጽል ከም ዝወሰነ ይዛረብ። ክሳብ ምምራሕ ኣብ ዘይክእለሉ ደረጃ ዝበጽሕ እንተወሓደ ሓደ መዓልቲ ኣብ ሰሙን እናሰርሐ ክጸንሕ ከም ዝደሊ ይገልጽ። ንሱ ብዛዕባ ስርሑ ንዘጋርድያን ኣብ ዝሃቦ ሓበሬታ፣ ኣነ ምዝዋር እፈቱ ነይረ፣ ሕጂ'ውን እፈትዎ'የ ብምባል መልሲ ሂቡ። ሀገር ኣስዒቡ ኣነ ካብ ኣብ ስራሕ ኣብ ገዛ እንተለኹ'የ ዝደክም፣ ኣብ ለይቲ ካብ ኣርባዕተ ክሳብ ሓሙሽተ ሰዓታት እንተደቂሰ እኹል እዩ። ስርሐይ ደው ከብል ድማ ሓሳብ እውን የብለይን ክብል ንጋዜጠኛታት መልሲ ሂቡ። ክቡራት ተዓዘብትና ንሎሚ ዘዳለናዮ መደብ ነዚ መስል ነይሩ። ነዚ ቻነል ንምዕባይ ላይክ ሳብስክራይብ ክትገብሩ እናዘኻኸርና፣

ዜናን ካልእ ኣገደስቲ ፍጻሜታትን ከምኡውን ባህላውን ማሕበራውን መደባት ዘቕርብ ዩቱብ ቻነል እዩ። ኤሪ 591